ኣቤት ኣቤት ኣቤት ኣቤት ማሊቡ ባር ሬስቶራንት ን ሆቴል ኣብ ጥቓ ሰማይ ኮፍ ኢልካ ንፋስካ እናወሰድካ ክትድሰት ማሊቡ ኣቤት ዘሎ እንግዶት ኣቤት ዘሎ ቀራርባ ኣየ ገዛ ምፁ
ክትሕጎሱ ኢኹም። Malibu oh yeah Malibu oh yeah Malibu oh yeah
ሰላም ክቡራት ተዓዘብቲ ንቕፅል ኢና ዘለና እዚ ወርሓት እዚ ወይ ዝስዕብ ወርሓት ናይ ስሓቅ ናይ ኬፋት ናይ ተቐዛዘ ናይ ተረዛዘቕ ግዝያት እዩ ዝኸውን ዘሎ። ብዛዕባ እዚ ኣስማትናስ ሓሲብኩም ዶ ትፈልጡ? እዚ ሕጂ ዝወጽእ ዘሎ ኣስማትናስ ነቲ ናይ ቀደም ኣስማትና ጠቕላላ ደምሲስዎ እዩ። የለን ሎሚ ንጓልካ ውላድ ማለት ሕጂ ተወሊዳ ለተንክኤል ከተውጽኣላ ጽባሕ ንጎበይ ክትማር ሓንቲ ለተንክኤል ሽማ ቆልዓ መጽያ ነራ ኣብ ሞዴል መጽያ ነራ ምስ ደቀይ ኣብኡ መሃሩ ነሮም ሽዑ እዞም ኩሎም ቆልዑሲ ለተንክኤል ሽማ ዓባዮም ሽማ ኣረጊት እንዲዮም ዝፈልጥዎ ንእሽተይ ቆልዓሲ ለተንክኤል ሽማ እያ መፅያ ኢሎም ተፀዋዊዖም ካብ ካልእ ቤት ትምህርቲ ከይተረፈ ክርእይዋ ምፁ ነይሮም ለተንክኤል ከምዚ ናይ ቀደም ኣይኮነን ለተንክኤል ለተብርሃን ለተማርያም ለተስላሴ ኣንስቲ ሹማምንቲ ኣንስቲ ዓበይቲ ገለ ኣስማት ናተን ሰንድ ዝፅዋዓሉ ዝነበረ ኣስማት ሎሚ ለተንክኤል ወይ ለተስላሴ ማለት ከም ሽም ጽልልቲ እዩ ኮይኑ ይገርመካ እዩ እቲ ዝኸይድ ዘሎ ዓይነት ኣስማት ከዓ ገሊኡ ሲ ስም ክበሃል ከሎ እኮ ሕጂ በቀለ እንተልካስ በቀለ ኣለባቸው እንተሰሚዕካ ኣብ ዝኾነ ናይ ዓለም ኤርፖርት መሃሉ ኣብ ኤርፖርት ኢኻ ዘለኻ ግን ፓሰንጀር በቀለ ኣለባቸው ገለ እንድሕር ኢሎም ኢትዮጵያዊ ምዃኑ ትፈልጥ ፓሰንጀር ዋግነር ሽሚት እንድሕር ጀርመናዊ ምዃኑ ክትፈልጥ ኢኻ ከምኡ እንዳልካስ በብናቱ ስም ኣለዎም ወይ ከዓ ኮፍ ኢልካ ከለኻ ኣቶ በርሀ ገብረ ማርያም ተልክኻ ትግርኛ ምዃኑ ክትፈልጥ ኢኻ ወይ ኤርትራዊ ምዃኑ ወይ ትግራዋይ ምዃኑ ስ ክትፈልጥ ኢኻ ሕጂ ዝመፅእ ዘሎ ኣስማት ወላ ሓንቲ ናይ ዝኾነ ዓሌት እውን ክትብሎ ይትኽእል ኢኻ ኣብቲ ናይ መዋእለ ህፃናት ብዙሕ ግዜ ከይድ ድንፁ እዩ ዝብለኒ እሱ ዳሕራይ ከዓ ክንቅፅሎ ና ዘርባ ግን ሕጂ እንታይ ከዓ ነይሩ ዋላ ብልምዲ ኣብ ዓድና ኖ ኢትዮጵያ ኢሎም ሽም የውፅኡ እዮም ሮማ እስራኤል ጀርመን ግብፂ ግብፃዊ ግብፃዊት ዘርመካ እዩ ከምኡ ናይ ዓድታት ኣብ ካልእ ዓዲ ዝኾነ ናይ ዝኾነ ዓዲ ከውፅኡ ሰሚዐ ይፈልጥ ግብፃዊ ሕጂ ምልኩዕ ተኮይኑ ቆልዓ ወይ ገለስቲ ከምኡ የውፅኡሎም እዮም ግብፃዊት ሮማ እቲ ካልእ ዝብለኩም ዘለኹ ብዙሕ ልሙድ ብሽም ናይ ሃገራት ምውፃእ ንሕና ማለት እዩ ጓለይ ነፍሰ ፀር ኮላ ኣነ ሓሲበላ ነይረ ሽዑ ግዜ ማለት እዩ እንተ ደኣ ወዲ ወሊዳ ትርንዕ ዘለዎ ቆልዓ ድሕር ወሊዳ ሴኔጋል ከውፅኣሉ ሽሙ ፀሊም ቆልዓ እንተድኣ ጓል ወሊዳ ከኣ ቦሊቭያ ክብላ ሓሲበ ነይረ ኣይ ተቐባልነት ኣይረኸብኩን። ሕጂ ከኣ እዚ ሓድሽ መጺኡ ዘሎ ኤል ተወሰኾ ማለት እዩ። ኤል ዝውሰኾ መደብ ኤል ይብሉኻ። ኤታ እንታይ ደኣ እዚ መደብ ኤል መደብ እግዚኣብሔር ማለት እዩ። ዋ እወ ኤል እኮ እግዚኣብሔር ከምኡ እናብሉ ሕጂ ህያብ ኤል፣ መደብ ኤል፣ ወሰን ኤል፣ ሚዛን ኤል፣ ወይኒ ኤል ክለ ወይኒ ኤል፣ ህያብ ኤል፣ ሚዛን ኤል ከምኡ ብዙሕ ዓይነት ኤል ዘለዎ ስማት ኣሎ ካልእ ዝገረመኒ ሽዑ እንታይ ኣብ ሓደ ገዛሲ እታ ቆልዓ መን ሽማ እዚኣስ ሃንደበት ኤል እንታይ ማለት ካብ መገዲ ባፅዕ እናመፃእናሲ ኣብ መገዲ ሃንደበት ሕርሲ ተታሒዛሲ ሃንደበት መፅዩና ኣምላኽና ፍቓድ ኣምላኽ ሃንደበት መፅዩና ኢልናስ ሃንደበት ኤል የለን ገሪሙኒ ዳሕራይ ካብ ሕጂ ከታ ሃንደበት ኤል ወሰኒ ኤል ህያብ ኤል ተሪፉ ሕጂ ሕጂ ከዓ ካልእ በቢ ገዛውታ ኣሎ ሓደ ኣስመራ ነይሩ መንደፈራ ቀይሩ ሲ ኣብ መንደፈራ ምስ ከደ ዝተወልደ ወዱ እንታይ ኢልዎ መንደፈር እዩ እንታይ ማለት እዩ? ኣምላኽ መንደፈራ ማለት እዩ። ከምኡ ኢሉ ኣብቲ ገዛውትና ክቅያሩ ዝመፀ ነይሩ ከዓ ክቀያሩ ከሎ ናይ ስራሕ ምቅያር እዩ ነይሩ ንሱ ከዓ ኣብቲ ምህራም ጭራ ምስ ወለደ ምስ መፀ ዝተወለደ ቆልዓ እንታይ ኢልዎ ምህራም ጭርኤል ሓደ ከዓ እዚ እኳ ድሓን ኤል ስለ ዘለዎ ሲ ዝመሳሰል ምስ ኣማኒኤል ምስ ሚካኤል ፍሪዝጎን ድብል ኣሎ ሕጂ እንታይ ማለት ደኣ ፍሪዝጎን ኢልካዮ ፍሪዝጎን ሲ እንታይ መሲልካ ኣባሕጎይ ፍረዝግን ዲ ሽሙ ፍረዝጊ ኢልካዮ ሳሽ ምስ ዝኾነስ ፍሪዝጎን ኢሉ ተክለዝጊ እንተኾነ ኸ ትሪዝጎን ትሪዝጎን እንድሕር ተክለዝጊ ኮይኑስ ብእንግሊዝ ክርኤ ከሎስ ትሪዝጎን እዩ ዝበሃል ዘመናዊ ክትገብሮ ከለኻ ሓደ ከዓ በብሞያኦም ከዓ ዘውፅእሎም ኣሎ ንደቁ ነቲ ቀዳማይ ኣካውንታንት እንዲ ባጀት ኢልዎም ባጀት ግርማይ ፀኒሑ ኦዲት ግርማይ ድሓር ጓል ተወሊዳ ክሬዲት ግርማይ እንድሕር ሓደ ተወሊዱ ኣሴት ግርማይ ገለ ምበሎ ነይሩ ምዃን ግን ኣብ መንጎ እሱ ተታሒዙ ሰልዲ ጠፊእዎ ናይ ኣካውንታንት ከዓ ምሽ ኣሎ ጠፊእዎ ብዝኾነ ምስ ካልኦት ሰባት ብሓንሳብ ካብ ትካላት ተኣሲሮም ብድሕሪኡ ሓንቲ ቆልዓ ወሊዱስ ዋ ባጀት ግርማይ ኦዲት ግርማይ ክሬዲት ግርማይ ሕጂ ኣሴት ድዩ ዝብላ ወላ እንታይ ክብላ ኢልና እንዳተጸበናሲ ናብ ኤል ጽንዓት ኤል ኢልዋ ማለትሲ ብጽንዓት ወጽየ ኣለኹ ጭንቀታ ምስ ከድና እሱ ኣብኣ ወጽዩ ነይሩ ሽዕኡ ኢዳ ከመይ ደኣ እንዶ እንታይ ኢላ ኢልካያ እዛ ቆልዓ ከምቲ ናይ ኣሕዋታ ድያ በታ ናይ ኣካውንታንት ኖኖ እዚኣሲ ኣጋጢሙና እንድዩ ብዝኾነ ከዓ ዝኾነ ሰብ ኮራፕሽን ድሕር ተታሒዙሲ እዎ ከምዚ ገይረስ ኣይብለካን እዩ ሂድካ እኳ በቶም ካልኦት ዘጠፋፍኡ ንሕና እንታይ ሽም ዘውፅእ ኣላ ገገለ እንዲሉ ለካ ስዋ ከምኡ እዩ ዝብል ነይሩ ዳሕራይ ግን ይፈልጡ እዮም ንሶምሲ እንታይ ገይሩ እንታይ ኣላዒሉስ ይፈልጡ እዮም ሶም ብቕረባ ዝፈልጥዎ እዮም መን ኢልካያ ኢሎም ፅንዓት እየ ድሓር ውፅእ ክንብል ከለና እዚኣስ ደይና እንታይ ይህብዋ ሳንዲያጎ ብለኒ እንታይ ክብላ ነይሩ እዚኣ ሃሰሲኤ እያ ነይራ እዚ ፍሪዝጎን ሪዝጎን ገለ ዝብል ዘሎ ስማት እንድሕር ቀፂሉ ድሕሪ ሚእቲ ዓመት ንበል ሓደ ሰብሲ ብፍቃድ ኣምላኽ ንዓ ዓድኻ በጺሕካ ምጻእ ኣበይ እዩ ዓድኻ ክብሎ ኤርትራ ዓደይ ንዓ እስከ ብጻሕ ኢልዎ ድሕሪ ሚእቲ ዓመት ኣብዚ እንድሕር መጺኡ እሞ ቴሌቪዥን ይርኢ ኣሎ ኢልኩም ሕሰቡ እቲ ቴሌቪዥን ፕሬዘንተር ክመጽእ እዩ ከምዚ ኢሉ ኣብቲ ናይ ቴሌቪዥን ክመጽእ እዩ ዜና ክቡር ፕሬዚደንት ሃገረ ኤርትራ ኣቶ ማርዚን ፍሪዝጎን ሪኪ እምበር ንወግዓዊ ምብፃሕ ንቐጠር ሎሚ ንግሆ ተበጊሶም ምስ ክቡር ፕሬዚደንት ሃገረ ኤርትራ ኣቶ ማርዚን ፍሪዝጎን ሪኪ እምበር ሚኒስትሪ ሚኒስትሪ ሕርሻ ክቡር ኣቶ ራንጉን ኣሪዝማን ዋንፌሮ ከምኡ እውን ኣቦ ወንበር ማሕበር መንእሰያት ኣቶ ፊልቲዛም ዙባን ፊር ከምኡ እውን ኣደ ወንበር ሃማደኤ ወዘሮ ሮዳስ ዲናሮን ሪኬምባራ ኣሰንዮሞም ንቐጠር ከይዶም እቶም ሰብኣይ ምስ ሰምዕዎ ነዚ ወይ እቲ ኣምላክ እየ ንስኻ ከትጋገ ድኻ ኤርትራ ኢለካሲ ሳውዚ ሱዳን ኣምፂኻ ክብልዎ እዮም ምኽንያቱ ሪኪ እምበር ሪኪ ማሻር ገለ ምሕታት እዩ። እቲ ዝኸይድ ዘሎ ኣብ ሳልሳይ ራብዓይ ወለዶ እዚ ዘሎ ናህና ንቡር ኣስማትሲ ኣይክህሉን እዩ እቲ ዘስምዕ። እዚኤን ክልተ እዚኤን ሕጂ ዝነግረኩም ንኢትዮጵያዊ ስታንዳፕ ኮሜድያን መስከረም በቀለ ሓደ ካብቶም ዘኽብሮምን ዝፈትዎምን ኮሜድያን እዩ። እቲ ስራሓቱ እውን ብዙሕ ግዜ እየ ዝከታተሎ ይፈትዎ ከኣ እየ። ሕጂ ሓንቲ ካብ ናቱ ካብተን ናይ ቅድም ቅድሚ ዓሰርተ ዓመት ኣቢሉ ይኸውን ወይ ሸሞንተ ዓመት ኣቢሉ ዝፈትዋን ብዙሕ ግዜ ከዓ ኣብ መድረኽ ገለመለ ዝጥቀመላ ነበረት እያ ርግፀኛ እየ ኣይዝፀልኣለይን እሞ ሓንቲ ስራሕ ናቱን ሓንቲ ናተይን ገይረሲ ገለ ስራሕ ሰሪሐ እየን ማለት እዩ ኣዴታትና ኣብ ኣቶቡስ ኣብ ባስ መጸበይ ባስ ክጽበያ እንከለዋሲ ብቐሊሉ እየን ዝተዓራረኻ ወይ ብቐሊሉ እየን ፉል ኢንፎርሜሽን ዝወሃሃባ ብሓፈሽኡ ደቂ ኣንስትዮ ከምኡ እየን ዋላ ክንሸይን ኢና ገለ ኢለን ዘይፋለጣ ኢለን ዋላ ኣብ ዓድና ማለት እዩ ዋላ ኣብዚ እውን ኣብቲ ሞል በጺሕና ክንመጽእ ወይ ኣብቲ ድኳን ኢለን ወይ ኬክ ክንገዝእ ኢለን ክይድ ኢለን ክምለሳ እንከለዋ ደይፋለጣ ነበራ ኮይን ክምለሳ እንከለዋ ቅድሚ ዓሰርተ ዓመት ዝፋለጣ ዝነበራ መሓዙት መሲለን እየን ዝመጻ እሱ ብልጫ ኣለወን ዳህራይ ከንተ ሓቲትካያ ኣነ ሕጂ ብዙሕ ግዜ ንሱዚ ሓታ እያ ከምኡታት ገለ ትገይራ እዚኣ ደኣ መን እያ ኣይፈልጣን እየ ነይረ ዛብዚና ተባልና ዋይ እዚኣ ደኣ ገሌላሲ ኣብታ ፍርቂ ሰዓት እኳ እዩ መጽሓፍ ምሉእ ዛንታ ናታ ከመይ ኢላ ተመርዕያ ከመይ ኢላ እንታ ሽም ኮይና እንታይ እዩ ኣጋጢምዋ ዳሕራ ሓዋ እንታ ኮይኑ ኣብ ውርሻ እንታይ ኢሎም ፉል ንሳ ከዓ ፉል ትህባያ ማለት እዩ ከምኡ ሼር ይገብራ እየን ሕጂ እዚአን ዓበይቲ ኣንስተ እየን እየን ክትጅምራ ከለዋ ከዓ ድሓን ዶ ዋይ እተውሲ ደንጉያና እወ እዚኦም መዓዝ መፅ ኮይኖም ናበይኺ

በዚ ወዛ ባንዳ እንድዩ እምበኣር ኣብዚ ክንዲ ኣብዚ ኣስመራ ኸን ዋይ ኣስመራ ኢና ንብል እምበር እንታይ ንቕመጦ ኮይና ኣበይ ድኽን ትቕመጣ ኣነ ደኣ ቅድሚ ነዊሕ እዋን ወዲ ኣለው ኣማሪካ ተዘይመፃኺ ተዘይመፃኺ ኢሉ ላስ ቬጋስ ኣብኣ ሰለስተ ወርሒ ገይረ ክምለስ ኢለ ናብዚኣ ምልስ ክብል ክብል ክደሉ ከለኹ ከዓ ጓል ወደይ ኣላ ሊንዳ ሽማ ኣብ ለንደን ዓባየይ ናብዚኣ ተዘይመፂእኪ ንሓዋሩ ክፀልኣኪ እየ ዳሃኒ ለንደ ካብ ለንደን ዘን ሰለስተ ወርሒ ውዳእ ኣቢለ ንዓደይ ክምለስ እየ ክብል ከለኹ ካብ ኡስትራልያ ከዓ ጓለይ እቲ ሓንቲ ጓለይ ደዊላ ሰብኣያ ፃዕዳ እዩ ክፀልኣኪ እዩ ማርክ ንዓና ከይረኣየት ክትከዲ የብልክን ኢሉኪ ኡስትራልያ ኣብ ኡስትራልያ ሰለስተ ወርሒ ገረ ኢለ ክምለስ ክብል ከለኹ ወደይ ከኣሎ ጸላም እያ ሰበይቱ ኣፍሪቃዊት ንማዳጋስካር ደይ መጻእኺ ስነ ንዓይ ንኹሎም በጺሑ ማዳጋስካር ገሪምዋ እታ ሰበይቲ እምዋ ኣበይ ኣብዚ ኩሉ ከመይ ገለ ኢላ ብዝኾነ ተፈላለየን ግን ገዛ ክትከይድ ኮላሲ ኣንተ ኣነ ጥራይ እባ እየ እዚ ግሎባላይዜሽን እኳ እዩ እዚ ግሎባላይዜሽን እዩ ዝፈጥሮ እዚ ድሕሪ ቅሩብ እዋን እንታይ ከም ዝኸውን ፀኒሐ ክነግረኩም እየ ግሎባላይዜሽን ዝፈጠሮ ነገር ማለት እዩ ገዛ ምስ ከደት ሃሎ ሃሎ ማማ ድሓን ደኸ ማማ ብርሃን ኣለኻ ዋነ ኣታ ኣታ ሸውዓተ ትንፋስ ኣብኡ ከለኹምሲ ኣነ ንበይነይ ብቑሸትን ጻዕዳ ክርስትያንን ኣንቂጽኩምን እታ ደም ብልዑ ኢለ ንኦም ሽዑ እሶም ከዓ ወሲዶመን ምስ ወሰድወን ንኣሜሪካ እየን ከይደን ኣብ ኣሜሪካ ጋሻ እንድሕር ኮይና እተን ሰበይትሲ ዘለማምድሲ ደሊኻ ቅድሚኦም ዝነበሩ ማለት እዩ እዚአን ክልተ ዓመት ዝገበራ ሰበይቲ ነይረን ኣብኡ ኣብቲ ኣብ ኣሜሪካ ማለት እዩ ነዘን ክልተ ዓመት ዝገበራ ደቀን ስለ ዝፈልጥወን ነደይሲ ሪሞት ገለ ዝኾነ ኣላምድያ ይብልወን ህራይ ኣምፅእወን ገለ ኢላቶም መፅኦም ክልቲኤን ተሪፈን ካበይ ከነ መፅኸ ካበ ኣስመራ ካብ ምህራም ጭራ እየ መፅየ እህ፣ እሞ ቴሌቪዥን ስጋ ሎም ዶ ይትበልጣ እንደ እ፣ ኣበይ መርኪብና ልልክና ናኸን ሓዛ በላ ረያ ረያ ሕጂ እዚኣ እዚኣ ደ ትሪኣ ኣለኽን እዚኣ ሻነል ኦ እያ ትበሃል ሻነል ኦ ሓዛ ሻነል ኦ በላ ሻነል ኦ እዛ ሻነል ኦ ሕጂ ሙዚክ ሙዚክ እዩ ዘለዋ ሙዚክ ሙዚክ በላ ሓረታ እንደገና ከዓ ወልዐን ከዓ

ድሓር ሪኤንኦ እተን ሰበይቲ ከምዚ ይሪኦ ትሪኣ ዘለኺ እቲ ፊልሚ እዚኣ ሓንቲ ሳዕ ክንሪኣና ድሓን እዚኣ ሪሞት መሓዛ መለማመዲ ትኾነ ክንሪኣና ራያ ራያ ራያ ኣቤት ኣቤት ኣቤት ኣቤት ሕጂ ክስዕማ እዩ ክስዕማ እዩ ራያ ክስዕማ እዩ ክስዕማ እዩ ኢሉ ድሓር ተራእስ ንሳ ጁልያ ሮበርትስ ንስኣ እተን ሰበይቲ ካብ ኣስመራ ድመፃተን ሓዳስ ትገሪምወን ኣነስ ገሪሙኒ ዘሎ ሲ ዋይ ዘይዝፈልጦ ዘይብል ግን ክስዕማ ምዃነይ ከመይ ጌርክን ፈሊጥክን ኢለንኣን ህህህ ክንደይ ዓመት እናርእናየን ጸዓዱ ክሰዓማ ክደልያ እንከለዋ ድምፀን እየን ዘቕጥና ኢለን ኣቦይ መንገሻ ሓሓንሳብ ደድሕሪኦም እንዳኸድኩ ስቕ ኢለ የሰንብዶም ገለ መለ እየ ከምዚ ደድሕሪኦም እንዳ ከድኩ ከለኹ ወዲ ሰብዓን ሓሙሽተን ወዲ ሰብዓ ገለ ይኾኑ እዮም ግን ኣብታ እንዳ ስዋ ተራኺብና ነዊሕ ዓመት ብሓንሳብ ኣብቲ ከባቢ ባሕቲ መስከረም ከዱ ከዱ ጸኒሖም ድሓር ምስ ጽብቕቲ ጓል ትግራይ እያ እሳን ጥልፋን ገሊኣን ጽብቕ ቁኑዓ ድሓር ነቦይ መንገሻ ቀርቦም ኩላስ ይሰምዖም ኣለኹ እንታይ ደኣ በሃሉ እዮም ከስም ብዶሚ ኢለ ኮንትና ይቐደማት ትጥቆም ኣይረኣዩን ንሶም ኣቦዋይ ክምንዝር ደልየ ትብሎም እህ ክምንዝር ደልየ ዋይ ክትምንዝር ደልኺ እወ ክምንዝር ደልየ ዋ በሊ ንካልእ ሰብ ነጊርኪ ድኺ ኣያ የነገርኩ በለ ንዓይ ምምንዛር ዳ ባዕለይ ደይ ምንዝረልኪ ስራሕና እንዲ ምንዝርልና ዳኣንና ኢሎም እሳ ከዓ ሽራፋይ መሲልዎም ዳሕራይ ንሕና እዩ ናበይ ክንከይድ ዋ፣ ኣብዚ ኮይና ድና ክንምንዝር መመንዘሪ ቦታ እኮ ኣሎ ሆቴል ይብል። ዋ፣ ኣነ እኮ እ፣ ክምንዝር ደልየ ስ- ዝ- ክዝርዝር እየ ደልየ ኣይፈለጥዎን እምበር ንሳ ክምንዝር ማለት ወይ ክዝርዝር ማለት ክምንዝር ማለት ብሓፂሩስ ምንዛሪ ሸርፊ ማለት እዩ ክዝንዝር እንታይ ገ- ገንዘብ እየ ክምንዝር ደልየ ሃ! እማ ከሽርፍ ደልየ ደይ ትብልና ኢልኪ መህረቢት ኢሎማ ከ ኣብ እንታይ እዩ ዝስተውዕል ሰብኡት ካብ ዓበይ ካብ ዓብይ ይብሉ ካብ ንእሽቶ ይብሉ መንእሰይ ይብሉ ገለ ኣብ ዝኸድካ እንኮስ ትረኸብ እምበር ክምንዝሩ ድልዋት እዮም የገጥምኩም ኣለኹም

ኣብ ሓሓንሳብ ኣብ ወፃኢ እዛ ናይ ባልጃ ትፈልጥዋ ኢኹም ዝበዝሕ ሰብ ዝፈልጣ እዩ ባልጃኻ ሂበን ውፃእ እየን ድብላኻ ገለ ዝብሎ ሕካያ ኣላ ብግብሪ እውን ኣላ ኣነ ብግብሪ ዝፈልጦ እየ ዝነግረኩም ዘለኹ እዚ ወዲ ምስ ሰበይቱ ስምምዕ ስለ ዘይነበሮ ኣብ ኤሮፓ እዩ ዝነብር ኩሉ ግዜ ባልጃኻ ሒዝካ ትብሎ እሱ ከዓ ከም ተኣመሉ ገለ ወይ ሰት ይመፅእ ወይ ገለ ይጋገ ባልጃኻ ይወፅእ እዩ ምስ ወፀ ከዓ ዝኸደም ቦታ ኣዕሩኽቲ ኣለዉ ንሶም ኣብ ንጽባሒታ ድዮም ክልተ መዓልቲ ገይሮም በጃ ገለ ኢሎም ከኣ የእትዎ ኣነ ብኡ ከለኹ ጥራይሲ ሽዱሽተ ግዜ ሓሙሽተ ግዜ ገለ ኣብ ክልተ ወርሒ ማለት እዩ ይወጽእ እሳ እሶም ከኣ የእትዎ ድሕሪ ክንደይሲ ሓደ ካብቶም ዘእትዎን ዘውጽዎን ማለት ኣዕሩኽቱ ገለ ኣብ ኣስመራ ረኺበዮ ኣታስ መዓዝ ከይታ ዓርኩኹም ባድጃ ካሒዝካ ውጻእ ትብሎ ዳሕራይ ከኣ ንስኹም ለሚንኩም ተእትዎ ዝነበረስ እንታይ ኮነ ተፋቲሖም ዶ ናና ቀጺሎም እንድዮም እዚ ኮመን ደኣ እትዎም ነውፀ ኣሎ ከድ ዳሕራይ ምስ በዝሐ ምስ በዝሐ ደኣ ባዕሉ ወፅዩ ውፃእ ምስ በለቶ ክልተ መዓልቲ ሰለስተ መዓልቲ መሪፁ ከዓ ባዕሉ ምለስ እንታይ ዝብል ወ ኦቶማቲክ ኮይኑ ይልኒ ኦቶማቲክ ውፃእ ምስ በለቶ ውፅዩ እንደገና ከዓ ኣቱ ኦቶማቲክ እዩ እዚን ሰበይቲ ጎሮ ካብተን ጎረባብትና እንድን ናቕፋ ከም ተቐየረስ ረሲዐንኦ ድየን ዋላ ገለስ ኣብ ብዙሕ ናይ ሰልዲ እውን ኣይሕዛን እየን ኣብ ዕቤተን ገለ ክኸውን ይኽእል እዩ ሕጂ ነቲ ወዲ ወዲ ጓለን ከዓ ጋዜጣ ኣንብበለይ ይብልኦ እየን ብዙሕ ግዜ ሕጂ ከንብበለን ከሎ ባጤራ ባጤራ ናቕፋ ባጤራ እንታይ እንታይ ባጤራ ኣደ ባጤራ ሰልዲ ማለት እዩ ሰልዲ ቅርሺ ቅርሺ ማለት እዩ ሰልዲ እቲ ተቐይር ዝበልዎ ባጤራ እዩ እምበኣር እወ ሓንቲ መዓልቲ ወደን ሓምሳ ቅርሺ ሂብወን ዓዲ በፂሐ ክመፅእ ኢለ ምስ ከዳ ኣብ መገዲ ክወርዳ እንከለዋ እታ ዘንቢል ከየውረዳስ እሰን ወሪደን ሽዑ ጎየንካ ኣርክባኒ ሓደ ቆልዓ ነይሩ ባጤራይ ባጤራይ ባጤራይ ኣታ ባጤራ ርስየ ኣለኹ ባጤራ ባጤራ ናይ ምንታይ ባጤራ ኣታ ባጤራ ባጤራ ዲኻ ንኩንትልዎ ባጤራ ባጤራ ኣሎ ቀይረን ኣቶም ባጤራ ባጤራ ባጤራ ጥብዓት ኩሉ ግን ጋዶ ጋዶ ጋዶ
ሕራይ ናይ ሕጂ ዕላልናሲ ብዛዕባ እዚ ሽንቲ ማይ ብዙሕ ግዜ ንዛረበሉ እንዲና ዋላ ብዙሕ ሰብ እውን ይዛረበሉ እዩ ሽንቲ ማይ ሓ- ኣብ- ብፍላይ ኣብ ኣብ ወፃኢ ማለት ከም ሓቂ በቲ ናቹራሊ ዝተፈጠርናዮ ዝኾነ ሰብኣይ መፀግዒት ከምዚኣ ኣበ- ኣቢሉ አ፣ ምሻን እዩ ዝፈቱ ከምዚኣ ከዓ ይሸይን ኣብ ግዳም እዩ ከዓ ነይሩ ሕጂ ግን ምስ ምዕባለሲ ኣብ ገዛኻ ኮይኑ ኣይትወፅእን ኢኻ ኣቢልካስ ኣብኡ እዩ። እቲ ናይ ሽቓቕ መሳርሒታት ከኣ ብፍላይ ሎሚ ስድራቤታት ስልጣኔኦም ብምንታይ እዩ ዝምዘን? ስልጡን ስድራቤት ክትብሎ ሳሎኑ ዕምባባ እንተመሰለ እንድሕርቲ ሽቓቕ ፔስ ተኾይኑ ስልጡን ስድራቤት ትብሎ ንሱ እዩ። ንሕና ቆልዑ ከለና ዳብልዩሲ ይበሃል ነይሩ ኣብ ቤት ትምህርትታትና ሽቓቕ ብድሕሪኡ ቶይለት ተባሂሉ ብድሕሪኡ ብድሕሪኡ ሬስትሩም ተባሂሉ ሕጂ ዝቐረባ እዋ እንታይ ይበሃል ኣሎ ቤስትሩም ሕጂ ሕጂ ከዓ እንታይ ይኸውን ኣሎ ሄልዝ ሩም ፅንሕ ፅንሕ ኢሉ ከዓ ዌልዝ ሩም ክበሃል እዩ ሽቓቕ ስጋዕ ክንድዚ ናይ ኣስማት ምዕባለ ከማን የምጽእ ኣሎ። ነዚ ኩሉ ጸገም ግን ደቂ ተባዕትዮ ኣብ ዝኸድናዮ ጸገም ኣሎና ማለት እዩ። ምኽንያቱ ብዙሕ ግዜ ጠጠው ኢልካ ከምዚ ኢልካ እንድሕር እታ ሽቓቕ ሸነላ ኮንካ እቲ ተናጒጹ ቆቁሩብ ዝነጥር ናብዚ ናብቲ ጻዕዳ ይኸይድ እዩ። ሽዑ ኣይረኣየካን እዩ። እንድሕር ቀጻሊ ግዜ እንተ ኣሽምልካያ ግን ብጫ ትኸውን እያ ዳሕራይ። ስለዚ ቁሩብ ትብል ኣለካ። ካልኣይ ደቂ ተባዕትዮ ብፍላይ ሰኽራም ሰኽራም ሕጂ ኣብኡ ኣብ ከምኡ ዓይነት ክሸን ኣይኽእልን እዩ ምስ ሰኸርካ ክሸን ከለኻ ኣላታ ኣላታ ከምንትማ ድዩ ወላስ ገመድ እዩ ይስሕበካ ድዩ ከምዚ መልሰካ ድዩ ወላ ኣላታ እዩ ኾኑ እንዳበልካ ምሻን እያ ዝላታ ሽዑ ሽቓቕ እንክባላሽ ብዘይንሱ ከዓ ደቂ ተባዕትዮ ንሽንቲ ማይ ጅምር ምሰበልናያ ሽዑ ካልእኻ ኢኻ ትሓስብ ን ናይ ገለ ከምዚ ሽዑ ኣብ ቴንሽን ኣብቲ ጨመተ ትጋገ ሓንሳብ ናብቲ ትኸደካ ሓንሳብ ናብቲ ትኸደካ ትኽእል እያ ካልእኻ ተወጢርካ እውን ክትመፅእ እንከለኻ ምስ ኢልካ ጣዕ ከተብላ ከለኻ ብዙሕ ግዜ ምስሓት ስለ ዘላታ ቴንሽን ወይ ናብዚ ትኸይድ ወይ ናብዚ ትኸይድ ንሱ ግዲ ጥበብ ኣለዎ ተወጢጥካ መጺእካ ኣለካ ትሕዛ ኣለካ ሒዝካ ሰለስተ ናይ ፈተነ ተኹሲ ትገብር ጣዕ ኣብልካ ዕጹ ጣዕ ኣብልካ ዕጹ ኣብ ሳልሰይቲ ክትረኽባ ምስ ረኸብካ እሺ ኢልካ ክትምናልካ ኣብ ወፃኢ እቲ እቲ ናይ ሽቓቕ ኮፍ መበሊኡ ጨውሪ ዝመስል ሽጎማኖ ዝመስል ፅቡቕ ነገር ኣለዎ እሱ ክነጥቦ የብሉን ከምዚ ከተልዕሎ ኣለካ ምስ ኣልዓልካ ኢኻ ክትመልሶ ኣለካ እሳተን ከኣ እንታይ ከም ዝኾና ኣብ ወጻኢ እተን ደቂ ኣንስትዮ ሽንቲ ምስ መጸተን ቀልጢፈን ኣይሸናን እየን ዋይ ኣይ ዶንት ኖ ምስ ተወጠጣ እንድን ይኸዳ ሽው ኢለንሲ ኮፍ ክብላ እየን ደልያ ነዚኣ ከምዚ ስለምንታይ ዘይገበርካያ ምስ ሰብኣይ ባእሲ እዚ ኣብ መጽናዕቲ ዝተገብሮ ነገር እዩ ነበርኩም ደሎ ስለምንታይ ኣል- ደይተልዕላ ባእሲ ኢሉ ምስ ኣልዓልካያ ከዓ ምስ ሸንካይ ትመልሳና ብኸምኡ ባእሲ ክሳዕ ፍትሕ እውን ስለ ዝበፅሕ ኣብ ስዊድን እብለኩም ኣለኹ ኣብ ባይቶ ባይቶ ዘትዮምሉ ዘትዮምሉ ባይቶ እንታይ ወሲኑ ድሕሪ ሕጂ ዝኾነ ሰብኣይ ኮፍ ኢሉ ክሸይ ድሕሪኦ ከማ ድሕሪ ናይ ስዊድን ባይቶ ናይ ጃፓን ባይቶ ከዓ ተቐቢሎሞ ዝኾነ ሰብኣይ ኮፍ ኢሉ ክሸይን እንታይ ማለት እዩ ንሕና ክንሸይን ኮልና መፂና ከምዚ ምሽ ነይሩ ኣይኮነን ከምቲ ናይ ደቂ ኣንስትዮ እንዴት ሮ ትመፅእ ከምዚ እንዴት ሮ ክሾንስ ተፈሪዱ ተፈሪድዎ ማለት እዩ እዚ ማለት ብሳይንስ ተሪእካስ ከምኡ ብዙሕ ሽግር ኣለዎ ንቲ ሽንቲ ሕጂ ግን ንዕኡ ገለ ካልእ ከዓ ይፍጠር ኣሎ ሕጂ መሳርሕታት ከም ዘይበላሸው ገለ ሽንቲ ማይ ኣብ ገለ ትካላት ዋላ ኣብ ኣስመራ ክንሰቲ እንከለና ትሪኦ ምሽ ትካል ፅቡቕ ኣብታ ሸዋቕ ሽዑ ጉሩም ፀገም ኣላታ እንድሕር ፀገም ኣላታ ኮይና ከዓ እቶም ዝጨረሙ ከዓ ኣብታ ውሽጢ ይሸኑን እዮም ሕጂ እታ ክሸይን ኢለ ከይደሲ ተራእኹዋ ቀቅ ኣብዚኣ ቅድም ቀላይ ኣላ ንዓኣ ሰጊረ ከይደ እየ ክሸይን ዘለኒ እቲኣ ኖ ክፍትና ዶ ኢለ በዚሑዋ ጫማ ጋር እየ ሽዑ ኣብዚኣ ኮይኑ ካብ ማዕፆ ክፋት ስለ ዝኾነት ከምዛ ዝበልኩኹም ተኹሲ ንታሽሙን ገይረሲ ኣቢለስ ክጥምታ እሞ ኣብኣ ክሸይን ኢለ ከምዚኣ ኢለ ከለኹሲ እቲ ዋና ባር ቢራ ወዲኡ ከምፅ ኢሉ ክሓልፍ ከሎ ርኢኒ ኣታ ሰሪዕኺ እንታይ ትገብሪ ኣለኻ ኢሉ እዋእ እዚኣ እቲ ናብታ ሽቓቕ ከምዚለስ ኣብኣ ከብፅሓማ እንታይ ኹም ገረ ይሰግር በዚ እዚ ኸሞ ብሎ እዚ እዚ እዚ ከመይ ጌርና ብቁሩብ ከዓ ኣቢልና እና ጨራሪምና ከመይ ጌርና ክንሰግሮ ኣይ ሳንቲያጎ እዚ ናይ ኣብርሃም እ፣ ናይ ኢንጂነር ኣብርሃም መፅሓፍ ኣንብብ ሽንቲ እኮ መድሃኒት እዩ ይብለኒ ሽንቲ መድሃኒት ኣነ ንባዕለይ ሽንቲ ስትየ እሞ ጽቡቕ እሞ ታኒካ እንዶም ጽድኣ ፍረሽ ክኾነልካ ክንበካ ካብ ብእቶብስ ንኸይድ ነርና ንስዊድን ካብ ኣብ ኖርወይ እዩ መስለኒ ግን ዛሕሊ እዚ ዘይበሃል ዛሕሊ እዩ ነይሩ እቲ ሰብኣይ ከዓ እታ እቶብስ ንኸደላሲ ዛሕሊ ስለ ዝኾነ ሽቓቕ ኣለዋ እቶብስ ሽቓቕ ኣለዋ እተን ደቂ ኣንስትዮ ጠጠው ኣቢልና እተን ደቂ ኣንስትዮ ኣብዚኣ ብብታራ ሽና ንስኻትኩም ግን ኣብዚ ሽኑ ብለና ኣነ ከዓ ኖርማል ኢለ ኮ ከይደ ተበልኩስ ንቕፅ ተጎይታ ሓዝኮስ በቃ ቀሸም ኣቢለ እንደገና ንህይወተይ ኣብ ሙሉእ ህይወተይ ንመጀመርያ ግዜ ሽንቲ ማይ ብመልክዕ ግሪሲን እዩ ድሸንኩኒ ግርምን ከዓ መዓልቲ እኳ መጀመርያ ካብ ሜዳ ምስ መፃእናሲ እንታይ ደይ ትገብሮ ነበርካ ነገር ስ ክትገብር ኣለካ ንግደት ሕጂ ኣይንገብርና ነርና ኣነ ምስ ሰበይተይ ከይገበርና ነዊሕ ጌርና ድሕሪ ክንደይ ግን ግርማ እንደ ከም ሰብና ሕጂ ስስ ንግደት ክንጅምር ኢና እሞ ድይ ምን ሞ መፀና ይኸ በዓልና ከይድና ንፈልጥ ሲ ኣለዉ ካደም ድመፅኻ ዝብለን ኣለዉ ፃልክ ክእል እየ እሞ በል ንገሮም ኣሃ ኣነ ከኣ ሽምባይ ንገሮም ኢሎምንስ ንገሮም ከይበሉኑ ድምጺ ሓፋሽ ከይደ ንግደት ንገብር ኣለና ንግደት ንገብር ኣለና ንግደት ምጹና ምጹና ምጹና ምጹና ምልእ ኣቢለያ እሳ ከኣ ስዋ ቁሩብ ጌራ ቁሩብ ሓበቴኒ ከኣ እንጀራ ኣሎ ስጋ ኣሎ ገለ እቶም ዝጸዋዕክዎም ምስ መጹ ሰዓት ዓሰርተ እንጀራ ትወዲ ስርናይ ተዋሪካ ተዋናይ ከይደ ብሽግለታ እንዳጎኹ እንጀራ ኣምፅእ ምልስ ምስ በልኩስ እቲ ፀብሒ እቲ ፀብሒ ከዓ እንደገና ተወዲኡ እቲ እንጀራ ምስ ሙሉእ እዩ ደሎ ፀብሒ ከዓ ስጋ እንደገና ሳልሳይ ስዋ ከዓ ተወዲኡ ኣርባዕተ ጃሎን ቀሪባ ተደይ ፀኒሓ ዘዚ ተወዲኣ ከመላለስ እየ ውዒለ ሰብ ከዓ ፌስቲቫል እየ ነይረ ኣርባዕተ ጃሎን ቀሪባ ሃለይ ክልተ ጃሎን ናይ ገለ ሓንቲ ማኪና ክልተ ጃሎን ናይ ካልእ ማኪና ነበሩ ተሓፂቡ ገለ እዩ ከይደ ገዚኤ ምስ መጻእኩ እቲ ክልተ ጃሎን ናይ በንዚን ዝነበረ እዩ እቲ ክልተ ጃሎን ከዓ ናይ ናፍታ ነበረ እዩ ኣብ ግዳም ከዓ እዮም ነይሮም እቶም ሰብ ቀድሓሎም ድሓር ከይደ ከዓ እንተ ሓደ ከዓ ቀድሕ እሶም ይስሕቁ ይጠማመቱ ይጠዓዓሙ ከዓ ሓደ ሓደ ሓደ ካልኣይ ግዜ ኢታ ስቶ ይበልኹ ቀድሓልኩም ዕራይ ቀድሓልና ሳንዲያጎ ንዓይ ካብ እታ ናይ በንዚን ዶ ክትገብረኒ እቲ ሓደ ከዓ ሳንዲያጎ ንዓይ ካብ ናፍታ ግበረኒ ናፍታ እ? ቆልዓ- ከምኡ እንዳበልኩ ቆልዓሎም ነይረ ብ- ኩሎም ሓደ ዘመድና ካልእ መፅዩ ተጣዒም ኣቢልዎ ኣታ ግርማይ ዋ ስዋ ዶ ይኹንኩም ማ- ማኪና ዶ ክንፀሚቕኩም እወ እወ ስዋ ሲ ማኪናን ስዋን ድሕሪ ቀን ደይ ምስ እሶም ምስ ከዱ እቲ ጃሎንሲ ቆቁሩብ ጥራይ ኣዩ ሰትዮም እዚ ኩሉ ገሮኛ ፍርቂ ፍስታ ኮም ተወዲስ እቲ ጃሎንሲ ንደዲ መጸ ጋሻ ኣክል ኮይኑ ሽዑ ዋይ ኣንታ ገርማ እዚ ኣባ ጽብቕቲ ጥበብ ትብለኒ ተኣሱዚ ዋ እቲ ስዋ እንድሕር ቁሩብ ናፍታ ንጢምካሉስ ባ ንሽሕ ሰብ ዝኣክል ትብለኒ